ሰላም ሰላም ሰላም ክብራት ተኸታተልቲ ሓበን ቤትና ከመይ ትኾኑ? ኣነ እዝጋብሔር መስገን ሰላም ኣለኹ። ንስኹምን ኣብ ዘለኹምዎ ሰላም ክትህልዉ በዓል ምሉእ ተስፋ እየ። እምበኣር ሎማዓንቲ ድማ ከምቲ ናይ ብዝሓተትኩምዎ መሰረት ሓንቲ መደብ ኣዳልየ ኣለኹ ንሱ ድማ ከመይ ጌርና ደብዳበ ንጽሕፍ እዩ ክኸውን ማለት እዩ ኦኬ እምበኣር ናብቲ ትምህርቲ ክብለኩም ኦኬ እምበኣር እንድሕር ደብዳበ ክንጽሕፍ ኮይና ክልተ ነገራት የድልየና ቀዳማይ ፎርሚል ዝበሃል ካልኣይ ድማ ኢንፎርሚል ማለት እዩ ክልተ ፀሓፋ እዮም ዘለውና ማለት እዩ እቲ ሓደ ናይ ሕጊ ሕጊ ተኸቲሉ ዝኸይድ ክኾን ከሎ ሕጋዊ ማለት እዩ እቲ ሓደ ከዓኒ ሕጊ ዘይክተል ወይ ከዓኒ ዘይሕጋዊ ማለት እዩ ንኩሎም ሕጂ በብሓደ ክንሪኦም ኢና ኦኬ ኢንፎርሜል ማኔር ኢዝ ባይ ፎርቢል ኣዝ ሴ ኤን ኣንደር መት ዩ ኣንስፕሬክት ኣን መት ምኔር ኦፍ ምፍራው እንታይ ብልና ኣሎ እቲ ፎርሚል ኢልና ንፅውዖ ኣፀሓሕፋ እንድሕር ኣብኡ ዩ ተጠቂምካ ወይ ከዓ ንምኒር ወይ ምፍራው ዝብል እንትርኣ ተጠቂምካ ወይ ፅሒፍካ እቲ ፅሕፎ ዘለካ ደብዳበ ፎርሚል ይኸውን ማለት እዩ ወይ ከዓኒ ናይ ኣኽብሮት ስለ ዝኾነ ሓ- እቲ ደብዳበ ጽሕፎ ዘለኻ ናይ እ፣ እቲ ፎርሚል እዩ ማለት እዩ እ፣ እቲ ደብዳበ ሕጂ እንታይ ይኾናል ማለት እዩ ሕጋዊ እዩ ወይ ከዓ ኒ- እ፣ ናይ ኣኽብሮት ዝመልኦ እንተ ደኣ ኮይኑ እቲ ደብዳበ ካጽፎ ዘለኻ ናይ እ፣ ፎርሚል ካጽሕፍ ዘለኻ ንሱ ሕጂ ኩሉ እዩ ወይ ከዓ ምኒር ምፍራው ትጥቀም እንተ ደኣ ሃሊኻ ናይ ትሕትና ዝመልኦ እንተ ደኣ ኮይኑ እቲ ደብዳበ ፎርሚል ይበሃል። ንሱ ድማ ኩሉ ግዜ ንምንታይ ኢኻ ትጥቀመሉ? ንዝኾነ ንናይ ስራሕ ክብረት ክብረት ዝትህቦ ምሽሎ ንቁሩብ ካባኻ ዝለዓሉ ትካላት ድዩ ወላ ዝተፈላለዩ ይኹኑ ንዕኦም ትጽሕፎ ደብዳበ እዩ ማለት እዩ።

እንድሕር ደኣ ሓደ የ ኢልካ ትጽሕፍ ኣለኻ ወይ ንሓደ የ ኢልካ ትጽውዖ ሃሊኻ ወይ ብናይቲ ቅድሚት ሽሙ ትጽውዖ ሃሊኻ ወይ እቲ ኣብቲ ወረቐት ትጽሕፍ ኣለኻ ማለት እዩ። እዚ ናይ ሕጊ ዘይክተል ማለት እዩ። ንዕሩኽትኻ ንትፈልጦም ሰባት ትጽሕፎ ኣለኻ ማለት እዩ። ኢንፎርሚል ኢልና ንጽውዖ እንድሕር ደኣ የ ትጥቀም ኣለኻ ኢንፎርሜል ተረኣ ኮይኑ ዝኾን ኩሉ ግዜ ብሕጊ ዘይክተል ከም ድላካ ናብ ብረክትካ ትፅሕፎ ዓይነት ጌርካ ካትፅሕፎ ማለት እዩ ፎርሚል ከዓኒ ናይ ስራሕ ሕጊ ዝኽተል ክብረት ናይ ኣኽብሮት ዝመልኦ ትሕትና ዘለዎ ጌርካ ክትጽሕፎ ማለት እዩ ኦኬ ክልቲኡ ትፍልልዩ ክተርዲእን ክኸውን ተረዲእኩም ክኸውን ተስፋ ገብር ሕጂ እምበኣር ናብ ዝቐጽል መግለጺ ከሕልፈኹም ኦኬ ብሕጂ ብፎርሚል ብሪፍ ክንጅምር ኢና ኦኬ

እቲ ሕጊ ዝኽተል ድብዳበ ነናቱ ዓንቀጽ ወይ ከኣ ነናቱ ኣቀማምጣ ኣለዎ ማለት እዩ። በቦትኡ ፍሉጥ እዩ ማለት እዩ። ኣየናይ ተቐድም፣ ኣየናይ እስቲ ተስዕቦ፣ ኣየናይ ተድሕሮ ኩሉ ነናቱ ፍሉጥ እዩ ማለት እዩ። ኦኬ ቀዳማይ ክንገብሮ ዘለና እንድሕር ደኣ ኮይኑ እቲ ናይ ሕጋዊ ማለት እዩ ኣፍ ዘንደር ኣፍ ዘንደር ንህለብዚ ናይ ሰዳዲ ኣድራሻ ማለት እዩ እቲ ዝሰድድ ዘሎ ኣድራሽኡ ቅብ ቀዳምነት ኣብዚ ይጽሕፎ ማለት እዩ እንታይ ብለን ኣሎ የፈርሜልት ሂየ የኣይኸን ኣድረስ ቴሌፎን ንመር ን ኢሜይል ኣድረስ እንታይ ብለን ኣሎ ኣብዚ ትጽሕፍ ስኻ እቲ ናትካ ኣድራሻ ቴሌፎንካ ዘለኻዮ ቦታ እቲ ኢሜይል ናትካ ድማ ሽምካን ሽም ኣቦኻን ከዓ ትጽሕፍ ማለት ይብለና ኣሎ ቀፂሉ ድማ እንታይ ብለና ኣሎ ከኣድሪስ የርደ ብለና ኣሎ ናይ ተቐባሊ ኣድራሻ ናይ ተቐባሊ ኣድራሻ ኣብቲ ናይ ናትካ ኣድራሻ ፅሒፍካዮ ኣለኻ ኣብ ትሕትኡ ድማ እንታይ ትፅሕፍ እቲ ናይቲ ተቐባሊ ኣድራሻ ኩሉ ትፅሕፎ ማለት እዩ ኣበይ ይርከብ ቁፅሪ እቲ ናይ ገዝኡ ገለመለ ኩሉ ኣድራሻ ትፅሕፎ ናይ ትካል ክኸውን ይኽእል ናይ ዝኾነ ኮይኑ ናይ ሰብ ክኾን ይኽእል ማለት እዩ እቲ ኣድራሻ ትፅሕፎ ማለት እዩ ኣብታ ትሕቲ ናትካ ኣድራሻ ትፅሕፎ ማለት እዩ ኦኬ ካብኡ ቀፂሉ ድማ እንታይ ንረክብ ዳክ ቴክኒንግ ንብሎ ኣሎ ዝሰደድካሉ ዕለትን ቦታን ዝሰደድካሉ ዕለትን ቦታን ሂር ስክራይፍ እየ ደ ፕላትስ ቫር ን ደ ዳቱም ቫር ኦብየ ደ ብሪፍ ሄፕት ክስክራይፈን እንታይ ይብለና ኣሎ ኣብዚ ትፅሕፎ መባል ሳልሳይ ማለት እዩ እቲ ፅሕፎ እቲ ዝሰደድካሉ ዕለትን ቦታን ዓመተ ምረት ከዓ ናይ ግድን ኣብዚ ትፅሕፎ ማለት እዩ እቲ ዓዲ ዝፀሓፍካሉ ከዓ ማለት እዩ ኦኬ ካብኡ ምቕፃል ድማ እዚ ብትሬፍ ትብል ዘሎ ዛዕባ እዚ ዛዕባ ብትሬፍ ትብል ዘሎ ዛዕባ ማለት እዩ ናይት ቮርቸ ብትሬፍት ፕላትሴ ኤን ዱፕለ ፑንት ን ዳርና ፈርመል ድየ ሄት ኦንደርቨርብ ፋኔ ብሬፍ እንታይ ብለና ኣሎ እዚ ብትሬፍት ኢልና ምጽሓፍና ኣብታ ደብዳበ እዛ ብትሬፍት ትበሃል ነፅሕፋ ኢና ፅሕፍ ኣቢልና ክልተ ነጥቢ ጌርና ኢና እቲ ብዛዕባ ምንታይ ትኸይድ ከም ዘላ ወይ ከዓኒ ብዛዕባ ምንታይ ኢና እዛ ደብዳበ ንፅሕፋ ዘለና እቲ እንጽሕፎ ትርእስቲ ማለት እዩ ብዛዕባ ምንታይ እያ ብትሬፍት ኢልና ጽሒፍና እታ ትገልጻ እያ ዝበልናያ ቃል ብዛዕባ ምንታይ እያ ትኸይድ ዘላ ብዛዕባ ጣውላ ድዩ ብዛዕባ ገዛ ድዩ ብዛዕባ ስራሕ ድዩ ገለ ንጽሕፎ ማለት እዩ ብክልተ ሰለስተ ኾነ ቃላት ማለት እዩ ኦኬ ቀጺሉ ድማ ደ ኣንሄፍ ይኸውን ኣንሄፍ ሰላምታ ናይ መእተዊ ሰላምታ ማለት እዩ ናይ መእተዊ ሰላምታ ፎር ኤን ዛክልከ ብሪፍ ክብራይከ ኤን ፓሰንደ ኣንስፕሬኪን ዞ ኣሃልስ ክኣክተ ሂር መፍራው እንታይ ብለና ኣሎ ኣብቲ ናይ መእተዊ ሰላምታ እንድሕር ደኣ ናይ ኣኽብሮት ሕጊ ዘኽተል ደብዳበ ጽሕፍ ሃሊኻ ኩሉ ግዜ ንዕኡ ዝውክል ሰላምታ ሰላም ኣበሃህላ ክትጥቀም ኣለካ። ንሶም ድማ ኸኣክተ ሂር ወይ ከዓ መፍራዊ ሂር ንሰብኣይ መፍራዊ ከዓ ንሰበይቲ ማለት እዩ። ኦኬ ቀጺሉ ንረኽቦ እንታይ እዩ ኤርስት ኣሊንያ ናይ መጀመርታ ዓንቀጽ ኣብዚ ድማ ትጽሕፈትካ ትጅምር ማለት እዩ። ኣብዚኣ ቀንዲ ነስተውዕለላ ኣለና የብኺንት ደ ኤርስተ ኣሊንያ መት ኤን ሆፍት ሌተር

ኢኪ ኢልና ወይ ኣነ ኢልና ክንጅምር የብልናን ጠቕላላ ማለት እዩ ጠቕላላ ኢኪ ኢልና ክንጅምር የብልናን ማለት እዩ ኣብቲ ናይ መወዳእታ ከርእየኩም እየ ሓንቲ ኢሜይል ኣሎ ማለት እዩ ኩሉ ምሉ እቲ ዝብሎ ዝገልጾ ዘለኹ ብዚ ኣብኡ ኣሎ ማለት እዩ ኩሉ ክንሪኦ ኢና ማለት እዩ እቲ ሳልሳይ ክንገብራ ዘይብልና ድማ እንታይ እዩ እታ ክንገብራ ዘለና ሶሪ ኣብዛ ቀዳመይቲ ዓንቀጽ ማለት እዩ እቲ ኣገዳሲ ዝኾነ እንታይ እዩ ስለምንታይ ኢኻ ትጽሕፋ ዘለኻ ኣብዛ ቀዳመይቲ ዓንቀጽ ከኣ ኣጉሊሕኻ ክትገልጽ ክትክእል ኣለካ ቀዳማይ እንታይ ኢልና ኣብዛ ቀዳመይቲ እዚኣ ኣብዛ ኤርስቲ ኣልኒ ኣብዚኣ እንታይ ኢልና ናይ መጀመርታ ዓንቀጽ ቀዳማይ ትገብራ ክጅምር ከለኻ እቲ ቀዳማይ ፊደል ናይ ዓቢ ፊደል ትገብሮ ክጅምር ከለኻ ድማ ኩሉ ግዜ ኢኪ ኢልካ ኣይትጅምርን ኸኣ ሳልሳይ ድማ ከም ሳልሳይ ድማ እቲ ዛዕባ ብምንታይ ከም ዝኾነ ግልጽ ኣብ ትገልጾ ማለት እዩ ኣብ ክልተ ላይን ክሳብ ሰለስተ ላይን ወላ ሓንቲ ላይን ክኸውን ይኽእል ማለት እዩ ብዘየገድስ ኣብኡ ብዛዕባ ምንታይ ከም ትኸይድ ትገልጽ ማለት እዩ ኦኬ እቲ ስዒቡ ዝመፀና ድማ ሬስት ፋንድ ቴክስት ኣውትሌክ እቲ ካልእ መግለጺና ድማ ኣብዚ ንስዕቦ። ኣብታ ቀዳመይቲ ኣሊንያ እንታይ ኢልና ኔርና? ኩሉ እታ ተድልየና ኣብኣ ንገልጸላ ማለት እዩ። ካብኡ ብምቕጻል ድማ ስለምንታይ እዩ እንታይ እዩ ኮይኑ እቲ ዝበዝሐ መግለጺና ድማ እንታይ እዩ እቲ መግለጺ ዝበዝሐ ጽሕፈት ማለት እዩ ኣብ ትሕትኡ ካልኣይ ኣሊንያ ደርድ ኣሊንያ እንዳበልና ኣብኡ ንጽሕፎ ማለት እዩ እዛ ኣብዛ ኤርስት ኣሊንያ ግን ክንጥቀቕ ኣለና ኩሉ ግዜ ክንጽሕፍ ከለና ብዓብይ ንጽሕፍ መጀመርታ ታጅምር ታትጅምር ፊደል ብዓብይ ኢክ ኢልና ድማ ክንጅምር የብልና ኢክ ኢልና ክንጅምር የብልና ከምኡ ድማ ክንገብራ ዘለና ብዛዕባ እታ ደብዳበ ስለምንታይ ኢኻ እታ ደብዳበ ትሰዳ ዘለኻ ብዛዕባ ምንታይ ምዃና ግልጽ ክልተ ኣብ ክልተ መስመር ዘይኮና ክልተ መስመር ሰለስተ መስመር ዘይሓልፋ ማለት እዩ ኣነጺርካ ትጽሕፈሎም ማለት እዩ ኦኬ ኣብ ምውድእ እዩ ማለት እዩ ኣፍስላዩቲንግ ኣን ኦንደርቴክኒንግ ካብኡ ስዒቡ ዝመፀና ድማ ናይ ምፍናው ሰላምታ ከምኡ እውን

ንጽሕፍ ሽዑ እንታይ ንገብር ኮማ ጌርና ሽዑ ሽምናን ሽም ኣቦናን ንጽሕፍ ማለት እዩ ንኣብነት ሚት ፍሪንድ ኢልካ ክሩት ትርኣ ኢለ ሽመይን ሽም ኣቦይን ደማ ይጽሕፈላ ኮማ ጌረ ሽመይን ሽም ኣቦይን ይጽሕፈላ ማለት እዩ ከምኡ ውን ሆኸ ኣክተን ድነ ኢለ ኮማ ጌረ ሽመይን ሽም ኣቦይን ይጽሕፍ ማለት እዩ ኦኬ ካብኡ ምቕጻል ኣብ ናይ መወዳእታ ማለት እዩ እዚ ኩሉ ግዜ ኣይኮነን ኩሉ ኢመይል ትሰድል ተደኣ ኮንካ እዚ ኩሉ ግዜ እዚ ባይላኽን እንድሕር ደኣ ዝኾነ ፎቶ ስእሊ ወይ ቪድዮ እንድሕር ደኣ ሰድድ ኮንካ ግዴታ ኣይኮነን ግን እንድሕር ደኣ ሰድድ ሃሊኻ ኣብዚ ባይላኽ እዩ ዝበሃል ንሱ እንድሕር ደኣ ፎቶ ዝኾነ ነገር ሰድድ ሃሊኻ ምስኡ ባይላኽ ኢልና ኢና ንፅውዖ እንታይ ይገብር ኣብዚ የፈርሜልት ህየ ቨልከ ባይላኽ ኦፍ ባይላኸን የፍ ኢፍንት ቪል ቱ ሄፕት ኽፉኽድ እንታይ ይብለና ኣሎ ኣብዚ ባይላኽ ትብል ዘላ ጽሕፍቲ እንታይ ንገብር እንታይ እንታይ ሰደሎም ከም ዘለኻ ትጽሕፍ መጀመርያ ማለት እዩ መጀመርያ እንታይ ክትሰድድ ከም ዘለኻ ቪድዮ ድኻ ሰድድ ዘለኻ ስእሊ ድኻ ሰድድ ዘለኻ ኣብዚ ንጽሕፍ ማለት እዩ ካብኡ እቲ ፎቶና ኣብቲ ትሕትኡ ወይ ከዓ እቲ ቪድዮና ኣብቲ ትሕትኡ ኣብዚ ታሕቲ ንገብሮ ማለት እዩ መጀመርያ ግን እንታይ ትሰደሎም ከም ዘለኻ ኣብዚ ትጽሕፈሎም ፎቶ ተኮይኑ ፎቶ ፎቶ ናይ ጣውላ ትረኣ ኮይኑ ፎቶ ፋንድ ካስት ገለ ኢልካ ጽሕፈሎም ወይ ቪድዮ ኢልካ ጽሕፍ ኣብዚ ሽዑ እቲ ቪድዮ ትቕምጦ ማለት እዩ ኦኬ እቲ እታ መግለጺ ከምዛ ሪኣ ጽናሕናያ እዛ ደብደብ እዛ ደብዳበ እዚኣ ድማ ከምኣያ ትርእይዋ ኣለኹም እዚኣ ኩለን እተን ክንጠቕሰን ዝጸናሕና ዓንቀጻት ኣብዚ ኣትየን ኣለዋ ማለት እዩ ኩለን እዘን ኣረው ኣረው ረኣይወን ምናልባት ክደቀኩም ይኽእል እዩ ይቕረታ ካብዚ እዘን ኣረው ኣረው ረኣይወን እዘን ኩለን ኣረው ኣረው ረኣይወን ኩለን ነናተን ዓንቀጽ ወይ ኣቀማምጣ ዝሓዛ እየን ማለት እዩ መጀመርያ ክፀሐፉ ዘሎ እንታይ ኢልና እቲ ናትካ ኣድራሻ ሰዳዲ ኩሉ ገዝኡ ሽሙ ገለመለ እዚ ኣብ ዘሎ ፈልጥዎ እንታይ እዩ ባዕለ እየ ፈርዚነን ጌርዮ ማለት እዩ ፈጠራ ማለት እዩ ፈጠራ ይምበር እዚ ኣብዚ ዘሎ ገለ ሓቂ ኣይኮነን ማለት እዩ ፈጠራ እዩ ኩሉ ኣብዚ ሽም ኣሎ ኣብዚ እቲ ትነብረሉ ጎደና እዚ እቲ ቁፅሪ ናቱ ማለት እዩ እቲ ዘለካዮ ዓዲ ቁፅሪ ቴሌፎንካ እቲ ኢሜይልካ ማለት እዩ እዚ ናይ ተሰዳዲ ኣድራሻ ክኸውን ከሎ እዚ ትሕት ኢልካ ድማ እንታይ ይኹን እዛ ካልኣይቲ ኣረው እዛ ካልኣይቲ ኣረው ድማ ናይቲ ተቐባሊ ኣድራሻ ማለት እዩ ናይቲ ተቐባሊ ኣድራሻ ኩሉ ኣብ ዝፅሕፎ ማለት እዩ ድሕር ስዕብ ኣብ ድሕር ኣድማ እንታይ ኣላ እቲ ዘለኻዮ ዓድን ዕለት ክንደይን ዓመተ ምህረት ወርሒ ክንደይ ትፅሕፎ ኣለኻ ከኣ ድማ ኣብኣ ትሕት ኢልካ ትፅሕፍ ማለት እዩ ከምቲ ዝረኣናዮ

ብዛዕባ ምንታይ እያ ትኸይድ ዘላ ክልተ ፊደል ስለስተ ፊደል ጌርና ንገልጻ ማለት እዩ። ሕጂ እዚኣ ብዛዕባ ምንታይ እያ ትኸይድ ዘላ እዛ ደብዳበ ሌፈሪንግ ብስኻድኽ ደ ካስት እንታይ እቲ ዝተራገፈ ጣውላ ዝተበላሸወ ስለ ዝኾነ ማለት እዩ ዝተበላሸወ ጣውላ ዝተረኪበ ዝዓይነቱ እዩ ማለት እዩ

ኸኣኽተ ኩሉ ግዜ ክመጽእ ክእል ኣለዎ ናይ ኣኽብሮት ስለ ዝኾነ ማለት እዩ ኣብኣ ትሕት ኢልና ድማ እታ ቀዳመይቲ ኣሊንያ ዝበልናያ ወይ እታ ቀዳመይቲ ዓንቀጽ ዝበልናያ ማለት እታ ኩሉ ግዜ ኣገዳሲ ዝኾነት ማለት እዩ ረኣይዋ እንታይ ኢልና ነርና ክትጅምር ኮለኻ ኣጀማምራ ኩሉ ግዜ ሆፍድ ሌተር ግበሮ ኢሉ ነረ ዓብ ሌተር ዝዓቢ ብ እታ ቀዳመይቲ ፊደል ብዓቢ ዝጸሓፍዋ ኢለ ኔረ ትርእይዋ ኣለኹም እዛ Z ብዓቢ ተጻሒፋ ኣላ ማለት እዩ እዛ Z ከምኡ ውን ኢክ ኢለ ኣይጀመርኩን ኣለኹ ኢክ ኢለ ኣይጀመርኩን ኣለኹ ማለት እዩ ኢክ ኢልና ከዓ ክንጀምር የብልና ኢና ነርና እንታይ ክንጠቅስ ኣለና ክኢልና ነርና ኣብዚ ታዛ ኣገዳሲት ማለት እዩ ብዛዕባ ምንታይ ትኸይድ ኣላ ኣጉሊሕና ንገልጽ ማለት እዩ። ኦኬ ንርኣዮ ሕጂ እንታይ ይብል ኣሎ ዞ ኣልስ ቫይ ቴለፎኒሽ ሄበን ኣፍክስፕሮከን ስቱር ኢክ ሂር ባይ ደ ፎቶስ ፋን ደ ብስኻድክደ ካስት ዲ ባይ ማይ ኣፍክሌፈርድ ኢዝ እንታይ ይብል ኣሎ ከምቲ ንሕና ብቴለፎን ዝተዘራረብናዮ እየ ሕጂ ይስደልኩም ኣለኹ እቲ ስእልታት ናይታ ዝተበላሸወት ዝተረከብኩዋ ጣውላ ይብል ኣሎ ማለት እዩ ኣብኡ ከለኹ እተን ኣገደሲ ዝበሃላ ኣቐምጥ ተብለን ማለት እዩ ኣቐምጥ ተብለን ማለት እዩ ካብኡ ስዒቡ ድሓር እቲ መግለፂታትካ ገለመለ ኩሉ ተውርዶ ማለት እዩ ቫይሄበን ብስፕሮከን ዳት ኡናር ኣን ላይዲንግ ፋንደ ፎቶስ

ዝተዘራረብናዮሲ ኣነን ንስኹም ዝተዘራረብናዮስ ነቲ ፎቶ ምስ ረኣኹሞ ምስ ኮንትሮል ምስ ገበርኩሞ ምስ ረኣኹሞ ምስ ኩሉ ብኩሉ ምሉ ምስ ረኣኹሞ ኣብቲ ናትኩም መቐመጢ ኣቑሑ ከዓ ምስ ረኣኹም ክትውስኑ ወይ ገንዘበይ ክትመልሱለይ ወይ ከኣኒ ሓዳሽ ንዓኣ ትትክእ ሓዳሽ ክትህቡኒ ተዛራሪብና ኔርና እዩ ዝብል ዘሎ ማለት እዩ ኣብዛ ናይ መወዳእታ ድማ እንታይ ይብል ኣሎ ኣብዚ ድማ ኣብዚ ድማ ኣብዚ ናይ መዕፀዊ ማለት እዩ መዕፀዊ ኣፍስላዩቲን ኢኮር ክራክ ስፑዱክ ፋንኡ ቬልከ ሬክሊንግ ቫይ ሄት ቤስተ ኩነን ትሬፈን ኣልፋስት ብዳንክት ፎር ደ ሞይተ እንታይ ይብለና ኣሎ ኣብ ዝሓጸረ ተስፋ እገብር ኣብ ዝሓጸረ ክሰምዕ እንታይ ዓይነት ውሳነ ከም ዝወሰንኩም የቐኔለይ ኢሉ ይዓጽዎ ኣሎ ማለት እዩ የቐኔለይ ስለ ዝሸገርኩም ኢሉ ዓጽዎ ኣሎ ማለት እዩ ኣብዚ ከንታይ ኣሎ ክታንካ ምንባር መት ፍሪንድልከ ኹሩት ኢልካ ሓበን ኤርትራ ኢልካ ጽሕፍ ተብሎ ማለት እዚ መት ፍሪንድልከ ኹሩት ኮማ ሓበን ኤርትራ ኢልካ ሽንካ ኣብዚ ትጽሕፎ ማለት እዩ ከምኡ ድማ እንድሕር ረኣ እዚ ስእልታት ወይ ቪድዮታት ትሰድድ ኣለኻ ሕጂ ስእልታት ትርኣ ኮይኑ ሕጂ ኣብዚ ኣብዚ ኢሜይል ፎቶ ስለ ዘሎ ባይ ላኽ ባይ ላኽ ኢልካ ፎቶስ ካስት ኢልካ ጽሒፍካ ኣብዚ ታሕቲ ሕጂ እንታይ ይመጽእ ማለት እዩ እቲ ትሰዶ ዘለኻ ፎቶ ድማ ኣብዚ ክተምፅኦ ማለት እዩ ኩሉ ግዜ ወይ ቪድዮ ክኸውን ይኽእል ናይ ግድን ኣይኮነን ፎቶ ጥራይ ቪድዮ ክኸውን ይኽእል ከምኡውን ስእሊ እውን ክኸውን ይኽእል እዩ ማለት እዩ ኣብዚ ተምፅኦ ማለት እዩ ኦኬ እምበኣር ኣሕዋተይ ተስፋ እገብር ናይታ ፎርሚል ብሪፍ ተረዲኡኩም ክኸውን ሕጂ ድማ ቀስ ኢልኩም ረኣይዎ ክምሶም እንዳበልኩም ማለት እዩ ቀስ ኢለ ክገልጾ ፈቲነ ኣለኹ ተስፋ ገብር ድማ ክርዳእኩ ማለት እዩ ሕጂ ድማ ናብታ ኢንፎርሚል ብሪፍ ዝበልናያ ክንሰገር ኢና ማለት እዩ ኦኬ ኦኬ ኣብዚኣ ትርእይዋ ኣለኹም እዚን ኩለን እዚአን ኣብዛ ኢንፎርሚ ብሪፍ ዝርከባ እየን ማለት እዩ

ኣይኸን ኣድረስ ኸኣድሪሲርረ ደዳቱም ኣንሄፍ ኢንሃውድ ኣፍስላዩቲንግ ኡንደርቴክኒንግ ኩለ እዚ እቲ ኣድራሻ ናትካ ማለት እዩ። እዚ እዚ ድረ ኸኣድሪሲርረ ድማ እዚ ናይቲ ተቐባሊ ኣድራሻ እዩ። ደዳቱም ከኣኒ እቲ ዕለት ናይቲ ዝጸሓፍካዮ ዕለት ዓመተ ምህረት እቲ ቦታ፣ ኣንያፍ ከኣኒ ትሪእዎ ኣለኹም ናይ ቤስተሊ ጀሚረ ዘለኹ ትሪእዎ ኣለኹም ናይ ኖርማል መሓዙት ስለ ዝኾነ ኖርማል ከኣ ክተገለ ኣይድልየካን እዩ ማለት እዩ እዚ ድማ ወላ ሓንቲ ጸገም ይብሉ እዚ እቲ ትሕዝቶ ማለት እዩ ጸገም ይብሉ ምስዝኾነ ጀምሮ መዕፀዊ ከምኡውን ክሩቸስ እትሪእዎ ኣለኹም ኣብዚ ክሩቸስ ኢለ ዓፅዮ ኣለኹ ማለት እዩ ከም ባሕሪ ንርኣዮ እንታይ እዩ ዝብል ዘሎ እዚ እቲ ኣድራሻ ኮንኮሎትና እቲ ሰራሪ ናተይ ማለት እዩ ባዕለይ ዝበልክዎ እዩ ፈርዚነን ዝገበርክዎ እዩ እንታይ እዩ ዝበሃል ባዕለይ ዝፈጠርክዎ እዩ ማለት እዩ እዚ ናይ ኩሉ ሓቂ ኣይኮነ ማለት እዩ እዚ ድማ ናይ ተቐባሊ እዩ ኣድራሻ ኩሉ እዚ ዝፀሓፍኩሉ ዕለትን ቦታን ገለመለ ማለት እዩ ኣብዚ ድማ እንታይ ኢለ ጀሚረ ኣለኹ ቤስተ ኮማ ሄለን ኢለ ጀሚረ ኣለኹ ማለት እዩ ኣብዛ ቤስተ ዝብል ዘላ ኩሉ ድላክ ክትጥቀሙ ትኽእሉ ኢኹም ሆይ ሃሎ ሃይ ገለ ኩሉ ዝብል ዳኽ ገለ ዝበሃል ኩሉ ክትጥቀሙ ትኽእሉ ኢኹም ማለት እዩ እታ ዝበለፀትን ወላ ዓርክኻ ይኹን ቤስተ እንተረኣልካ ግን እቲ ዝበለፀ እዩ ኩሉ ግዜ ቤስተ ክንተንጥቀም ፅቡቕ እዩ ማለት እዩ ንዓርክና ማለት እዩ ኣብዚ ቤስት ሄለን እየ ለለኹ እዚ ድማ ናይታ ደብዳበ ትሕዝቶ እዩ ማለት እዩ እንታይ ይብላ ኣሎ ዲት ብሪፍየ ስክራይፍ እክየ ኦምዳት ቨ ኢልካር ዞላንግ ኒት ክዚን ሄበን እዛ ደብዳበ ፅሕፈልኩ ኣለኹ ምክንያቱ ንሕና ነዊሕ ጌርና ስለ ዘይተረኣና ነዊሕ ስለ ጌርና ዘለና

ይብል ኣሎ ኢክ ቤሌ ኣይን ዩኒ ኦም ኤን ኣፍስፕራክ ትማከን ኣብ ሙዛኔ ሞዳእታ ወርሒ ክድውለልኪ እየ ቆፀራ ክንገብር ይብል ኣሎ ማለት እዩ ኣብዚ መዕፀዊ ድማ ኣፍስላውቲንግ መዕፀዊ ድማ ሆብልክ ካው ቱትዚንስ ተስፋ ግብር ክሳብ ኣብዚ ኣብ ዝሓፀረ ንረኸብ ዝዓይነቱ ማለት እዩ ኣብዚ መወዳእታ ድማ ክሮቸስ ሓበን ሰላም ንዓኺ ኢልካ ሓበ ኮማ ጌርካ ሓበን ዝጽሕፍ ወላ ሓንቲ ብዚ ሽምካ ጥራይ ጽሕፍ ኣቢልካ ወላ ክትጽሕፍ ትኽእል ኢኻ ማለት እዩ ክሮቸስ ሓበን ኢልካ ክትውድኣ ትኽእል ኢኻ ማለት እዩ ብሓፈሻ እዚኣ ትመስል ናይዛ ኢንፎርሚል ወይ ከዓ ዘይሕጋዊት ደብዳበ ማለት እዩ ብዙሕ ብርትዕቲ ይኮነትን እዚኣ ማለት እዩ ኦኬ እምበኣር ክቡራት ኣሕዋተይ ኣነ ብዝከኣለኒ ገሊፀ ኣለኹ ይርድኦም እዩ ብዝበልክዎ ዓቐ ብዝበልክዎ ሓሳብ ማለት እዩ ተስፋ ገብር ድማ ክርድኣኩም ንስኹም እውን ከመይ ከም ዝረኸብኩምሞ ኣብ ኮመንት እፀሓፉለይኹም ክሳብ ኣብ ቀፃሊ ቪድዮ ንራኸብ ሰሰናዩ